መሬት ከብዲ ኣድጊ ኣብ ምዃና እቲ ከም ሓለንጊ ዝገርፍ ኣስሓይታ ንኣብርሃም ካብ ድቃስዩ ኣበራቢርዎ። ደጊሙ ክድቅስ እኳ እንተሓሰበ እንተኾነ ኣይመጸሉን። ናብቲ ኣብ ጎድኑ ደቂሱ ዝነበረ ተጋዳላይ ምስ ጠመተ በጥ ኢሉ ብምርኣዩ ቁሩ ዝበሃል ድዩ ዘይስምዖ? ምዃን ናይ ሰብዓን ሓሙሽተን ተጋዳላይ እንድዩ ለሚድዎ'ዩ በለ ብልቡ። ገለ ገለ ተጋደልቲ ተንሲኦም ናብ ሽንትን ካልእ ንጥፈታትን ክኸዱ እንከለዉ ተኲሩ ይዕዘቦም ነይሩ እዩ። ብኸመይ ኣብ ማእከሎም ምስኦም ክህሉ ክኢሉ ጽባሕ ጽባሕ እዩ ዝገርሞ። እቲ ምንታይ ክጋደል ዝበሃል ሓሳብ ኣብ ኣእምርኡ መጺእዎ ይፈልጥ ኣይነበረን። ብዛዕባ ቃልሲ ዕላል ምስ ዝለዓል ህዝቢ ኤርትራ ብብዝሒ ክንዲ ፍርቂ ርብዖም ዘይከውንስ ከመይ ቢሉዩ ምስ ሚልዮና ጦረ ክገጥም ጀብሃ ጠመንጃ ተኩሻ እንታይ ዘፍሬቶ ዘለዋዩ እዩ ዝብል እዛ ዘረባ እዚኣ እታ ፍልጥቲ ዕላሉ እያ ነይራ እንተኾነ እነሆ ኣብ ማእከሎም ተራእዩስ ኩሉ ነገሮም እናሓደረ ከደንጽዎ ጀሚሩ ኣብ ነፍሲ ወከፍ ምስቲ ዘምሕረሎም ዕጥቆምን ዘይነጽፍ ሞራሎምን ኔው ነጀው ክብሉ እንክርእዮም እንታይ ዝበልዎም ፍጡራት እዮም እናበለ ምግራሙ ብፋጻ እዩ ዝገለጽ። ኣብ ዓለም ክቡር ታሪኽ ሰሪሕካ ደኣ ክትሓልፍ ኣለካ እምበር ሓውኻ ምእንቲ ህዝቡን መሬቱን እናተረጋረገ ብማዕዶ ክትርእዮ ዘሕፍር እዩ ብምባል እውን ከምቶም ብጅግንነቶምን ቆራጽነቶምን እምበርከ ሰብ ድዮም ክብሎም ዝጀመረ ብጾቱ ንሱውን ከምኦም ንክኸውን ገጥ በሊ ነብሲ ብምባል ኣእመነ። ኣብርሃም ተዓሊም ወዲኡ ናብ ተዋጋኢ ሰራዊት ካብ ዝጽንበር ወርሒ መለን። ገና ነዊሕ ከይገበረ የብ ካልኣይ ሰሙኑ ኣብ ሓያል ኩናት ክሳተፍውን ክኢሉዩ። ኣብታ ኩናት ንሳ ብዘርኣዮ ጅግንነት ፈጣሪ ንፍጡራቱ ድላዩ ክገብሮም ይኽእል እዩ። እዚ ውድብ እዚ እውን ንኩናት ከምዛ ባዕሉ ዝፈጠሮ ከም ድላዩ ዝገብሮ ብምባል ንሓደ ብጻዩ ተዛሪብዎ ነይሩ እዩ። እታ ዘረባ ናብ ኩሉ ተጋዳላይ በጺሓስ ኣብርሃም ከምዚ በለ እናተባህለ፣ ፍልጥቲ መለለይቱ ክትከውን ከኣለት። ኣብ ነፍሲ ወከፍ ሓድሽ ነገር ትሕዝቶ ናይ ህዝባዊ ግንባር ኣብ ዝረኣየሉ ከምዚ ከለ ድዩ? ካበይ መጺኡ? እንታይ ዓይነት ውድብ እዩ? ብምባል ብምግራም እተን ደቀቕቲ ኣዒንቱ መሊሰን ክጥሕላያን ዝደልያ። ገና ኣንሶልኡ ተገልቢቡ ናብቶም ተተንሲኦም ንሽንቲ ዝኸዱን ካልእ ንጥፈታት ዝገብሩ ዝነበሩን ምጥማት ኣየቋረጸን። ሓደ ተጋዳላይ ብጻይ ከመይ ሓዲርካ ኢልዎ ብጥቕኡ ስለ ዝሓለፈ ተኲሩ እናጠመቶ እዚ እኳ ነዚ ገድሊ'ዩ ተፈጢሩ ሞት ዘይፈርሕ ጉዳም ፍጥረት በለ። ደድሕሪኡ ደድሕሪኡ እውን ክልተ ተጋደልቲ እናተጫረቑ ክሓልፉ ስለ ዝርኣዮም ኣብዚ ኸኣ እንህለዉ ጥቓ ሞት ዘለዉ ዘይመስሎም ኣናብስ ኣደ ወሊዳትም ከን በዓል ኣነ ኸኣ ሰብኡት ንቑጸር ንኸውን በለ። ኣዒንቱ ናብቲ ኣብ ቅድሚኡ ተገቲሩ ዝነበረ ኣኽራን እናጠመተ ኸኣ፣ ብዝኽሪ ዓመታት ንድሕሪት ተመሊሱ፣ ብኸመይ ኣብቲ ቦታ ተራእዩ ክዝክር ጀመረ። ኣብርሃም ካብቶም ሽዱሽተ ኣሕዋቱ ንሱ'ዩ በዅሪ። በዅሪ ከም ምዃኑ መጠን ከኣ፣ ሓላፍነት ናይቲ ገዛ ኣብኡ'ዩ ነይሩ። ካብታ ዝቕመጠላ ገጠር ብብዝሒ ናብ ሜዳ ክወርዱ ይርእዮም ነይሩ እዩ። እንተኾነ ንሱ ግን ይትረፍዶ ክኸይድ ዝምልከቶውን ይመስሎ ኣይነበረን። እቲ ቀንዲ ዓርኩ ኣብ ሸሕን ትሽዓተ ሚእትን ሰብዓን ሓሙሽተን ናብ ህዝባዊ ሓይልታት ስለ ዝኸተተ ብድሕሪኡ ጥብቕ ኢሉ ዝቐርቦ ሰብ ኣይነበረን። ኣብ ሸሕን ትሽዓተ ሚእትን ሰብዓን ሽዱሽተን ግን ምስ ካሕሳይ ዝተባህለ ዕርክነት መሰረተ። ካሕሳይ ብሰንኪ'ቲ ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ኣብ ኣስመራ ዝተፈጸመ ህልቂት'ዩ ምስ ስድርኡ ናብታ ገጠራዊት ዓዲ መጺኡ። ዕስራ ዓመት ዝመልአ ካሕሳይ ዕባይ ከተማ ብምዃኑን ስድርኡ'ውን ርኹባት ብምንባሮምን ሓንቂቑ'ዩ ዓብዩ። ህይወት ገጠር ምስቲ ዝነበሮ ናይ ከተማ ተጋጭዎ ፈጺሙ ኣይከኣሎን። ምስ ኣብርሃም እናኸደ ግን ብመጠኑ ናብራ ሓረስታይ ክገጥሞ ፈተነ። ዋላኳ እናለመዶን እናኸኣሎን እንተመጸ፣ ከምኡ ክመልኮ ስለ ዘይከኣለ ኣብርሃም ክስሕቆ'ዩ ዝውዕል። ካብ ግዜ ናብ ግዜ እናተለማመዱ ብምኻዶም ግን ኣብ ኩሉ ንጥፈታት ብሓደ ኪንቀሳቐሱ እዮም ጀሚሮም። ኣብርሃም ዝረኣዮን ዝተሰምዖን ሃህ ኢሉ ድላዩ ካብ ምዝራብ ዝዓግቶ ኣይነበረን። ከይተረድኦ ዝዛረቦ ተረካብ ዘረባን እታ ክፉእ ዘይትሓስብ ንጽህቲ ልቡን ካሕሳይ ዝያዳ ካልኦት ክቐርቦን ምስኡ ግዜ ከሕልፍን እዩ ገይርዎ። ኣብ ከምዚ ኩነታት እንከለዉ ካሕሳይ በረኻ ክወጽእ ስለ ዝወሰነ ንዕኡ'ውን ተወከሶም። እንተኾነ ኣብርሃም ክወጽእ ዝብል ሓሳብ ኣብ ኣእምርኡ ፈጺሙ ኣይነበረን። በንጻሩ እኳ ደኣ ንስደት ናብ ሱዳን ንክኸድ'ዩ ዝሓስብ ነይሩ። ብዙሕ ግዜ ኣረዲኡ ምስኡ ክኸይድ እኳ እንተለመኖ፣ እንተኾነ፣ ብዓሰርተ ጥይት-ሲ ነዞም ሽሾ ጦሬ እንታይ'ዩ ክግበር? ብምባል እዩ ዝምልሰሉን መርገጺኡ ዝነግረን ነይሩ። ኣብ ሓደ ሓሳብ ክርዕሙ ስለ ዘይከኣሉ ከኣ ኣብ መፋርቕ ሽሕን ትሽዓተ ሚእትን ሰብዓን ሸውዓተን ኣብርሃም ናብ ስደት ናብ ሱዳን፣ ካሕሳይ ከኣ ናብ ሜዳ ናብ ህዝባዊ ግንባር ተፈላለዩ። ኣብርሃም ሱዳን ድሕሪ ምእታዉ፣ መንኣሱ ዝኾነ ሃይለ ሓዉ ምስ ሓምሻይ ርእሱ ንሜዳ ከም ዝወጸን ህዝባዊ ግንባር ካብ ሒዝዎ ዝነበረ ቦታታት ናብ ኣኽራናት ሳሕል ከም ዘዘለቐን ሰሚዑ'ዩ። ብዙሕ ከይተገደሰ ግን ጽቡቕ ስራሕ ስለ ዝረኸበ ክወናጨፍ እቲ ግዜ ተዓዝረ። ኣብኡ ዝነበሩ ኤርትራውያን ዕላሎም ብዛዕባ ገድሊ ስለ ዝነበረ፣ ንሱውን ብኡ እናተጸልወ ብምኻዱ፣ ደሃይ ገድሊ ክሓትት ጀመረ። ኣብታ ምስ ሳልሳይ ርእሱ ዝነብረላ ገዛ፣ ወዲ ዛይድ ዝበሃል ተጋዳላይ ተሓኤ ነበር ምስኦም ይቕመጥ ነይሩ'ዩ። ወዲ ዛይድ ብሰንኪ ዘይቁርዑይ መሪሕነት ተሓኤ ናብ ሱዳን ዝሰገረ ኮይኑ ገና ናይ ቃልሲ መንፈሱ ኣይነከየን። ብዛዕባ ገድሊ ቀጻሊ የዕልሎም ስለ ዝነበረ ከኣ ኣብርሃም ካብ ግዜ ናብ ግዜ እናተረደኦን ናይ ቃልሲ መንፈሱ እናተበራበረን ክኸይድ ጀመረ። ወዲ ዛይት ቃልሰይ ክቕጽል እየ ብምባል ምስ ካልኣይ ርእሱ ናብ ህዝባዊ ግንባር ድሕሪ ምኻዱ ኣብርሃም እውን ብ1980 ንሜዳ ክወርድ ወሰነ። እንተኾነ ሎሚ ጽባሕ ክብል ከይወሰነ ግዜ ተኣስረ። ብሰንኪ ታህዲድ ወፍሪ ቀይሕ ኮኾብ ሻዱሻይ ወራር ገለ ገለ ተጋደልቲ ገድሊ ገዲፎም ናብ ሱዳን ክመጹ ብምርኣዩ ከኣ ንሜዳ ናይ ምኻድ ሓሳቡ ዳርጋ ኣዋደቖ። ኣብ ሕዳር ሽሕን ትሽዓተ ሚእትን ሰማንያን ሓደን ግን ሓደ ኣጋጣሚ ተፈጥረ። ሓደ ዕለት ምስ ሓደ ሱዳናዊ ካብ ከሰላ ውጽእ ኢሎም ክሰርሑ ስለ ዝወዓሉ ኣብቲ ኣጋ ግዜ ንገዛ እናኸዱ እንከለዉ ኣብርሃም ዝፈልጦ ዝመሰሎ ሰብ ኣብ ንእሽቶ መኪና ተጸጊዑ ርእዩ ክጥምቶ ደቓይቕ ገበረ። ኣብታ መኪና ተጸጊዑ ዝነበረ ካሕሳይ እዩ ነይሩ። ዝን ኢሉ ጸኒሑ መሊሱ ኣእዳዉ እናንቀሳቐሰ ቀባሕባሕ ይብል። ኣብ ከባቢኡ ሰባት ዘለዉ እውን ኮይኑ ይስምዖ ኣይነበረን። ኣብርሃም ብዅነታቱ ተገሪሙ ተዓኒዱ ጥራይ ምጥማቱ ቀጸሎ። ኣብቲ እዋን ገለ ገለ ተጋደልቲ ይመጹ ስለ ዝነበሩ ንሱ እውን ከምኦም ክኸውን ከም ዝኽእሉ እዩ ገሚቱ። ተሰዊኡ ይኸውን ኢሉ ቀቢጽዎ እዩ ነይሩ። ግዳ ብህይወት ኣልዩስ ኣብ ቅድሚ ዓይኑ ክርእዮ ብምኽኣሉ እናገረሞ፣ ካሕሳይ ዲኻ'ታ? ብምባል ናብኡ ቀረበ። ካሕሳይ ከም ስንብድ ኢሉ ጠመትኡ ናብኡ ገበረ። ቀልጢፉ ስለ ዘለለዮ፣ ኣብርሽ! ከመይ? በሎ፣ መንኩብ ንመንኩብ ከኣ ንንውሕ ዝበለ ግዜ ተሰዓዓሙ። ኣንታ ከመይ ኣለኻ? ጽቡቕ ኣለኹ፣ ንስኻ ከመይ ትኸውን? ግርም ኣለና፣ መዓዛ መጺኻ? ሱዳን እባ ጽቡቕ ተሰማሚዓትካ ንሕቱኡ ክምልስ ኣይደለየን እንባኣር ንስኻ ኸኣ ከም ሰብካ መሲልካ እንቋዕ በል ብሰላም መጸኻ እንታይ መለትካ እዩ ኣዒንቱ ኣጨምጢሉ ሓተቶ ደርጊ ሓንሳብን ንሓዋርዩን ዝብል ዘሎ እሞኸ መዓት እንድያ በረኻ ገዲፋ መጽያ ዘላ እንተዘይክኢሎም ደኣ ይገድፈው ወይ ንስኻኸ ሓተተ ኣይ እብርሃም ኢሉ ክምስ በለ ካሕሳይ ቀጺሉ ውን ዝዓጠቕኩዎ ስረ ክፈትሕ ማለት ዘይሕሰብ እዩ ምእንታይ ዝሓለፉ ብጾት ኣለውኒ ንስኻ ጽናሕ ኣነ ክሓልፍ ዝብሉ ተባዓትን ለዋሃትን ብጾተይ ነዚኦም ኣብ በረኻታት ራሕሪሐሲ ክስልም ዓሰርተ ሞት እዩ ኩሉ ፈሊጠ ዝኣተኽዎ ምዃኑ ትፈልጥ ኢኻ እንበር ከማና ጸጋ ዝነበሮ ደኣ ነይሩ ድዩ? ግን ሃብቲ ኣብ ትሕቲ መግዛእቲ ትርጉም የብሉን። ነዚ ጓናዚ ንምጽራግ ከኣ እጃመይ ከበርክት ከም ሰበይ በረኻ ወጽኤ። ከምቲ ቀደም ትፈልጠኒ ዘለኹ ከይመስለካ። ህዝባዊ ግንባር ጸሪቡ ካልእ ሰብ እዩ ገይሩኒ ኣብሪሽ ነብሲ በሎ። ባህርያቱ ኣዳዕዲዑ ዝፈልጥ ስለ ዝነበረ እምበኣር ከምኡ ክብሎ ድላዩ ኣይነበረን። ክሳብ ሽዑ ኣብቲ ናይ ቀደም መርገጺኡ ምህላዉ ግን ኣተሓሳሰቦ። ኣብርሃም ብምግራም ክሰምዖ ድሕሪ ምጽናሕ። እንታይ ክትገብር ደኣ ናብዚ መጺኻ? ሓተተ። ብስራሕ! ክትምለስ ኢኻ ማለት ድዩ? ግድን እምበር ሰበይ እናመጸትስ ንስኻ ክትከይድ? ኣብርሽ ናትካ ግበር፣ ኣብ ናይ ካልእ ሰብ ኣቲኻ ከምዝን ከምትን እባ ኣይትበል፣ እንተዘይክኢልካ ግን ትም ምባል ይሕሸካ። ክንወጽእ ደኣኮ ወዲእናዮ ነይርና ኢና፣ እንታይ ዳ ኮንካ እዞም ዝመጹ ዘለዉ ሞራልና ሴረሞ በዓል ወዲ ፍረንኪኤል ከይተረፉ እኳ እዮም ራሕሪሖሞ መጺኦም ዘለዉ ሰባት ብዝበልዎን ብዝገበርዎን ኣይትማእዘን ርኢኻ እዩ ዝእመን ንሱስ እዩ ሓቅኻ ኢሉ ንቑሩብ ካልኢት ትም ኢሉ ድሕሪ ምጽናሕ ኣንታ ኣይትነግሩን ኢኹም ደኣ እምበር እቲ ሃይለ ሓወይ ደድሕረየ ወጺኡ ሰምየ ገለዶ ኣይተረኸብኩምን በሎ። ካሕሳይ ኣይመለሰን። ሃይሌ ኣብ ክፍሊ ታዕሊም ከም ዘሎ ግን ጽቡቕ ገይሩ ይፈልጥ ነይሩ'ዩ። መኪና ሒዙ ናብ ዝተፈላለዩ ቦታታት ይኸይድ ብምንባሩ ሰለስተ ግዜ ከም ዝረኸቦ ክነግሮ ኣይደለየን። ዓላማይ ኮይኑ እኮ ሰሚዐ ነይረ። በለ ኣብርሃም። መን ደኣ ነጊርካ? እንበር ሃይለ ደኣ ሰለስተ ግዜ ረኺበዮ ነይረ። ኣብ ምምጻእ ናጽነት እጃሙ የበርክት ኣሎ። ጫሕ ጫሕ ዝብሉ ኣጋብዝ መልሚሉ ናብ ግንባራትን ካልእ ንጥፈታትን ከፋንዩ ዝውዕል በሎ። እንበኣር ረኺብካዮ ነይርካ። ጽገማርያም ሓብትኻ ኸኣ ቅድሚ ክልተ ወርሒ መጺኣ ኣብዚ ምሳና'ያ ዘላ። ሰሚዔ ክትረኽባ ዲኻ? ግዜ የብለይን ኣብሬሽ። ኣብርሃም ብምግራም ክጥምቶ ካልኢታት ሓለፉ። እቲ ዝፈልጦ ካሕሳይ ድዩ ኣይኮነን ክሳብ ዝጠራጠር እዩ ኮይኑ። ከባቢኡ እናቋመተ ኸኣ እንታይ ደኣ ትገብር ደው ኢልካ ኣብዚኸ? ሓተቶ። ሕትኡ ቅጭ እኳ እንተምጽኣሉ፣ እቲ ኣዳዕዲኡ ባህርያቱ ዝፈልጦ ኣብርሃም ብምዃኑ ግን ዝኾነ ምልክት ከየርኣየ፣ ሰብ ይጽበ ኣለኹ፣ በሎ። እሞ ክሳብ ዝመጹኻ ንዓናይ ብሓደ ንመሳሕ። ሕጂ ኣቐድም ኣቢለ በሊዐ ኣብርሽ ነብሲ፣ በሎ። እቲ ክጽበዮ ዝጸንሐ ሰብ ስለ ዝመጽእ ከኣ፣ ደሓን ኩን ኣብርሽ፣ ናጽነት ክነምጽኣ ምዃንና ከኣ ኣብ ክንዲ ኩሎም ዝረጋረጉ ዘለዉ ብጾት ኮይነ ክነግረካ ይደሊ፣ ሰበይ ታሪኻ ትሰርሕ ዘላ ኢሉ ኔሩ ክትብል ኢኻ እዚ ሕጂ ደርጊ ዝፍክሮ ዘሎ ከም እንምክቶ ኣብ ሓራ ኤርትራ የራኽበና ኢልዎ ምስቲ ወዲ ኣብታ መኪና ኣትዮም ብናህሪ ተዓዝሩ ኣብርሃም ውን ክሳብ ካብ ዓይኑ ዝኽወሉ ክጥምቶም ድሕሪ ምጽናሕ ጉዕዝኡ ቀጸለ ሻዕ ምሸት ናብ ጽገማርያም ሓፍቲ ካሕሳይ ብምኻድ ከኣ ኩሉ ኣዕለላ። ምስኣ ዕልል ኣምስዩ'ውን ናብታ ምስ ሳልሳይ ርእሱ ዝነብሩላ ገዛ ኣምርሐ። እንተኾነ ኣብታ ለይቲ ድቃስ ዝበሃል ኣይወሰዶን። ሃይለ ሓውኻ ኣብ ምምጻእ ናጽነት እጃሙ የበርክት ኣሎ። ሰባት መመልሚሉ ናብ ግንባራት የፋኑ ኣሎ። ናጽነት ከነምጽኣ ምዃንና ኣብ ክንዲ ኩሎም ብጾተይ ኮይነ ክነግረካ ይደሊ። ኣብ ሓራ ኤርትራ የራኽበና ዝብላ ቃላት ኣብ ሕልሙ እናተመላለሳ ድቃሴን ከሊኤንኦም። ካብታ ንካሕሳይ ዝረኸበላ ድሕሪ ወርሒ ከኣ ኣብ ክፍሊ ታዕሊም ሳሕል ተራእየ። ብሃይለ ሓዉ እውን ክዕለም ጀሚሩ። መንኣሱ ዝኾነ ሃይለ፣ ገድሊ መጺኡስ ጫሕ ጫሕ ዝብሉ ኣጓብዝ መልሚሉ ክፋኑ ብምርኣዩ ከይገረሞ ኣይተረፈን። ሓደ ዕለት ኮፍ ኢሎም ከዕልሉ ምስ ጀመሩ ከመይ ቢልካ እዛ ኸቲትካ ክትወጽእ ኢኻ ዝብል ፈጺመ ኣይገመትክዎን በሎ ሃይለ። እንታይ እሞ ክዓብስ እዩ ድሕሪ ንኣሽቱ ኣሕዋትና ኮይኑ ካሕሳይ ከኣ ኣብ ከሰላ ረኺቡካ ከም ዝነበረ ነጊሩኒ ነይሩ። እወ ብዙሕ እኳ ኣይዕለልናን እንታይ ምዃኑ እንድዒ ሽዑ መንፈሱ ጽቡቕ ኣይነበረን። ጽቡቕ ኣለኻ። ሽዑ ክትረኽቦ ከለኻ ምስኡ ብስራሕ ዝኸደ ኣውቲስታ'ዩ መኪና ገዲፍሉ ኣሽኪዕዎ ከይዱ። ኣይታንቲ ስለ ዝነበረ ንሱን እቲ ምስኡ ዝነበረ ዝረኣኻዮ ብጻይን እዮም ሒዞማ ተመሊሶም። ንሱሲ ገድሊ ገዲፉ ዝወጸ እንድዩ መሲሉኒ ነይሩ። ደሓር ግን ኢሉ ዝን በለ። ቀጺሉ እተን ሽዑ ዝበለኒ ቃላት ድቃሴን ከሊእናኒ ኣብ ሓራ ኤርትራ የራኽበና ኢሉኒ። በቃ እዛ ቃል እዚኣ ናበይ ገጻ ከተደቅሰኒ። ሞሳተይን ንኣሽቱ ኣሕዋተይን እናተራጋረጉ ብማዕዶ ካብ ምርኣይ ምኻድ ይሓይሽ ኢለ እነሆልካ መጽኤሲ ብንእሽቶ ሓወይ ይዕለም ኣለኹ በሎ እናሰሓቐ። ቀጺሉ መዓስ ኢኹምከ ትኻርጁና? እቲ ምትኳስ ክኢልናዮ ኢና። ገና ሻዱሻይ ወራር ከይተጀመረ'ባ ኣፋንዉና? ፈኸራ እኮ ኣብዚሑ ዝኸርናፍ! በሎ። ትምኢሉ እዩ እምበር ዝገብሮ የብሉን። እዞም ኣብዚ ዘለኹም ኩሉኹም ጽባሕ ንግሆ ብረት ዓጢቕኩም ዘብዘብ ከተብልዎ ኢኹም። ሽዋ ነብጽሖ ንኸውን እምበር፣ በለ እንደገና እናሰሓቐ። ቁሩብ ካልኢታት ዝን ድሕሪ ምባል ከኣ፣ ካሕሳይ ተሰዊኡ ኢልካዮ? ሓተቶ ሓተቶ ብሕዙን ቃና። ኩልና ናብኡ ኢና ብጻይ። እንበር ካሕሳይ ደኣ ሓሊፍወ፣ ምስ ራብዓይ ርእሱ መኪና ሒዞም ከለዉ ፈንጂ'ያ ረኺባቶም። በሎ። ኣብርሃም ኣንሶልኡ ተገልቢቡ ገና ዝኽሩ ከይወደየ፣ ሓደ ተጋዳላይ ብደሆ ብደሆ ብደሆ! ብድሆ ንነባሪ ሰላም ዝቃለስ ገድሊ ክትጎብጡ ትመጹ ብሓይሊ ብድሆ ብድሆ ንዝመጽእ ወራር ቅጽመይ እነሆ ኢሉ እናደረፈ ካብ ዝኽሩ ኣበራበሮ። ኣዕሚቑ ድሕሪ ምስትንፋስ ከኣ ካሕሳይ በል እስከ ብሰላም ዕረፍ! እቲ ዝበልካኒ ኣብ መዕለቢኡ ክበጽሕ ምዃኑ ኸኣ ኣይጠራጠርን። ኣይትጠራጠር። ኣነ እውን እጃመይ ከበርክት ጀሚረ ኣለኹ እሞ ቅሰን፣ ኣብ ኣሰርካ ኣለኹ። ኢሉ ኣንሰልኡ ጠቕሊሉ ኮፍ ኢልዎ ካብ ዝነበረ ተንስኤ። ዓወት ንሓፋሽ! ዘለኣለማዊ ዝኽሪ ንሰማእታት ኤርትራ! ሓምለ ክልተ ሽሕን ዕስራን ሰለስተን